ዝተወሰነ ብትግርኛ ክዛረብ እሞ ድሕሪኡ ብኣምሓርኛ ንካሳን ንቤተሰቡን ዝኸውን መልእኽቲ ድሓር ብኣምሓርኛ ክውስኸሉ። ቅድሚ ናብ ትግርኛ ምእታወይ ግን፣

ይሄ ምዳር እንዲደርስ ላደረጋችሁት ጽናት የተሞላበት ድጋፍ ክብርና ምስጋና ይግባችሁ ማለት እፈልጋለሁ። በአማርኛ በኋላ እመለስበታለሁ። መጀመሪያ እዚ መጽሓፍ እዚ ክጽሓፍ ከሎ ካሳ ክውስን ከሎ ብዛዕባ እዚ ጉዳይ እዚ ዝተወሰኑ ሰባት ኣማኺሩ ነይሩ። ህዝቢ ትግራይስ እዚ ኣይኮነን ኢዱ ከምዚ ክበሃል ኣይግባእን ህወሓት እውን ከምዚ ክበሃል እቶም ሰማእታት እውን እዚ ክኸውን መወዳእትኡ ኣይግባእን ስለዚ እቲ ሓቂ ክፈልጥ ኣለዎ ህዝቢ ኢትዮጵያ ህዝብታት ኢትዮጵያ እና እቲ ሓቂ ንክፍለጥ እቲ ታሪክ ክግለፅ ኣለዎ። እቲ ወለዶ ኢትዮጵያ ህዝቢ ድማ ብጠቕላላ ክፈልጥዎ ኣለዎም ኢሉ እዩ ተላዒሉ። ካሳ ፍሉጥ ጋዜጠኛ ናይ ፋና ሬድዮ ፋና ኤፍኤም ብሃገር ደረጃ ዘሎ ብዙሕ ጨንፈራት ዝመርሕ ዝነበረ እዩ። ብጋዜጠኝነቱ ብጣዕሚ ውሩይ እዩ። ኣብ ኣዲስ ኣበባ ኣብ ማእኸል ሃገር ሓቂ ብምዝራቡ ብዙሕ በደላት በጺሕዎ እዩ ነይሩ ቅድሚ ሕዚ። ኩልሻዕ ግን ተሪር እዩ፣ ንሓቂ እዩ ደው ዝብል፣ ሓቂ እዩ ዝዛረብ፣ መስዋእቲ ንክኸፍል እውን ድሉው እዩ። እቲ ናይ ጋዜጠኛ ስነ-ምግባርን እቲ ሓቀኛ ኢትዮጵያዊ ዘብል ባህርያትን ኣለውዎ። ቅድም ኢልና ንፈልጦ ኢና ብርክት ዝበልና ኣዲስ ኣበባ ዝነበርና ምስጉን እዩ ብስነምግባሩ ብሓቅነቱ ብናይ ቅዋም ፅንዓቱ ብናይ ፖለቲካ ብስለቱን ብናይ ስነፅሑፍ ክእለቱን ድማ ብጣዕሚ ብሱል እዩ እቲ ዘይነበረሉ ግዜ ናይ ስልሳታት ዝበሃል እውን ናይ ንጉስ ግዜ ናይ ንሕና ቃልሲ ዝጀመርናሉ ግዜ እውን ኣንቢቡን ሰሚዑን ተኻቲዑን ልክዕ ከም ኣብኡ ዝነበረ ኮይኑ እዩ ዝፈልጦ ሕዚ ኩሉ ይፈልጦ እዩ እቲ ናይ ኢህኣፓ ይኹን እቲ ናይ ተምሃሮ ምንቅስቃስ ይኹን እቲ ናይ እተን ኩለን ውድባት ይኹን ልክዕ ኣብኡ ከም ዝነበረ ኮይኑ እዩ ዝፈልጦ ዝፅሕፎ ዝዛረበሉ ዝካትዐሉ ስለዚ ዕድሚኡ እዩ መንእሰይ እምበር እቲ ዝፈልጦ ነገራት ግን ንሱ ገና ቆልዓ እንዳሃለወ ዝነበረ ነገር እውን ንድሕሪት ተመሊሱ ኣፅኒዑ ዝፈልጦ እዩ። ስለዚ እዚ እንትፅሕፍ ተሎ ሓደ እቲ ህዝባዊ ወገንተኝነቱ እዩ ሓቂ ክወፅእ ኣለዎ ኢሉ ዝተቓለሰን መስዋእቲ ዝኸፈለን ህዝቢ ታሪኹ ኣስተዋፅኡ ክፍለጥ ኣለዎ ኢሉ እዩ ፅሒፍዎ። ካልኣይ ኣብ ከምዚ ዝመሰለ እዋን ከምዚ ዝመሰለ መፅሓፍ ክትፅሕፍ ክትደፍር እዚ ውድብ እዚን እዚ ህዝቢ እዚን ከም ተጠያቒ ናይ ኩሉ ነገር ኣብ ዝኾነሉ እዋን ድፍረት ይሓትት እዩ፣ ንመስዋእትነት ድልው ምዃን ይሓትት እዩ። ሳልሳይ ነዚኣን ንኽፅሕፍ ክልተ ዓመት ካብ ስራሕ ወፂኡ ስራሕ ኣቋሪፁ ደሞዝ ኣቋሪፁ። ቤተሰቡ እውን እንዳተሸገሩ ነዛ መፅሓፍ እዚኣ ንምውዳእ ዘድልዮ ወፃኢ ንምሕታማ ዘድልዮ ወፃኢ እውን ተሸጊሩ ካብቲ ካብቲ ብዝፈልጥዎ ሰባት ተሓጊዙ ውሕድ ኮፒ እዩ ንምሕታም በቒዑ ስለዚ እቲ ዝኸፈሎ መስዋእቲ ናቱ ጥራሕ ኣይኮነን መላእ ቤተሰቡ ኣብ ጎኑ ብፅንዓት ደው ስለዝበሉ እዩ በዓልቲ ቤቱ ሓው ኣደ በዓልቲ ቤቱ ሰበይቲ ሓው ማለት ቤተሰብ ዝበካ ድጋፍ ዓብይ ሓይሊ እዩ ድሕሪ እቲ ናይ ደገ ሽግር ንምግፋጥ ሓጊዝዎ ልዕሊ ኩሉ ድማ እቲ ናይ ጋዜጠኛ ስነ ምግባሩ ናይ ኢትዮጵያውነት ሓቀኛ ባህሪው እቲ ዝፀንሐ ፅንዓቱን ውፍይነቱን ንዝኾነ መስዋእቲ ተዳልዩ። ሕዚ እውን እዛ መፅሓፍ እዚኣ ክትሕተም ድያ ኣይትሕተምን ኣብ ዓብዪ ስግኣት እዩ ነይሩ። ከይተሓተመት እንታይ ክገብርዋ ከም ዝኽእሉ ኣብ ሕቶ እዩ ነይሩ። ብዛዕባ እዚ ናይ ሕዚ ኩነታት እኳ ዘይትዛረብ እንተኾነት ህዝቢ ትግራይን ህወሓትን መን እዩ ግን ስለ እትዛረብ እቲ ዝኹነን ዘሎ ናይ ስልሳ ትውልዲ ናይ ወያነ ዘምፀኦ ህወሓት ዘምፀኦ ትግራይ ዘምፀኦ ጣጣ ንሶም ዝጀመርዎ ነገር እዩ ናብዚ ኩሎም ምፂና ኢሎም ዝኹንኑ ዘለዉ። ተጋጊኹም ዝብል ስለዝኾነ እቲ መልእኽቱ ከምኡ ኣይኮነን ክምስገን እዩ ዝግባእ ነይሩ ዝብል ስለዝኾነ እቲ መልእኽቱ ኣዕርኽቱ ሃዲመሞ፣ መሳርሕቱ ሃዲመሞ፣ ገሊኦም ዘመዳቱ እውን ዘመድ ኣዝማዱ እውን ሃዲመሞ እዮም። ባዕልኹም ግልፂ እዩ። እዚ ኩሉ ተሳጊሩ እዩ ፅሒፉ። ክብርን ምስጋናን ንካሳ ኣያለውን ንቤተሰቡን። ካሊእ እቲ ብዙሕ ግዜ ብማእኸል ብካልኦት ዝፀሓፍ ፅሑፍ ብፈረንጂ እውን ተፃሒፉ እዩ ብዛዕባ ቃልሲ ህዝቢ ትግራይን ህወሓትን እቲ ብፈረንጂ ዝተፃሕፈ ብርክት ዝበለ ደሓን ኣብቲ እዋን ቃልሲ ዝፈልጡና ሰባት ዝጸሓፍዎ እዩ። ገለ ነገራት ይሕወሶ እዩ፣ ሓደ ክልተ ነገራት ቁሩብ ዝጎድሎ ነገራት ኣለዎ እዩ፣ ግን ይሕሽ። ኣብ ማእከል ሃገር ዝጸሓፍ ዝነበረ ግን ንትግራይ ሓደ ናይ ህዝቢ ትግራይ ታሪኽ ካብ ቀደም ጀሚሩ ዋላ ካብ ኣክሱም ስልጣነ ካብ ግዛዕ ጀሚሩ ኣይነበረን እዩ ወይ እቲ ስልጣነ ናይ ካልኦት እዩ ምባል ከይተረፈ ክሳዕ ክንድኡ ዝደፍር መጻሕፍቲ ዝሕተም ነይርዎ ኢትዮጵያ ክሳዕ ሕዚ እውን ዝሕተም ዘሎ ስለዚ እቲ ናይ ትግራይ ታሪኽ ከምዘይነበረ ንምግባር ናይ ያሬድ ጥራሕ ኣይኮነን እቲ ካሊእ ታሪኻት እውን ብዙሕ ናይ ምኽሓድ ናይ ከምዘይነበረ ምግባር ናይ ናብ ካሊእ ምስጋር እቲ ታሪኽ ብዙሕ ጻዕሪ ብዙሕ ጽሑፍ ተጻሒፉ እዩ። ካልኣይ ብዛዕባ ተራ ህዝቢ ትግራይ ኣብ ፀረ ባዕዳዊ ወራር ቃልሲ ኣብ ናይ ውሽጢ ሃገር ፅግም ኩነታት ግዜ እዚ ህዝቢ እዙይ ኩልሻዕ እንዳመከተ ዝነበረ ህዝቢ ብኢማም መሓመድ ኢባን ኢብራሂም ወይ ድማ ኣሕመድ ግራኝ ብዝብል ብልሙድ ዝስየም ግዜ እቲ ዝኸበደ ኩናት ኣቶ ሃዲስ ረዳ ጽቡቕ ገይሩ ጽሒፍዎ እዩ። ምስጋና ይብጽሓዮ ብብዙሕ መረዳእታ እቲ ዝበዝሕ ዝኸበደ ዝመረረ ኩናት ዝተኻየደ ኣብ ትግራይ እዩ። ኣበይ ኮይነ ኣካይድዎ ኣብ ከባቢ ጣና ኣብ ከባቢ ባህርዳርን ጎንደርን ኣራጢጡ ዋና ሰፈሩ ዋና መደብሩ ማንም ዘይነኽኦ ኣብኡ ገይሩ እቲ ምቕጥቃጥን እቲ ወራርን ግን ኣብ ጊዜያዊ ትግራይ ነይሩ ኣብኡ ዝነኽኦ ስለ ዘይነበረ ኣዲስ ኣበባ ሓሊፍካ ሞጆ ተኸይዱ ካብ ኣዲስ ኣበባ ውፅእ ኢልካ መንገዲ ደብረ ዘይት ዝተገበረ ናይ ሽምብራ ኮሬድያ እትባል ገለ ቦታ ውግእ ምስ ኣሕመድግራይ ካብ ትግራይ ዝኸተተ ሰራዊት ዕስራን ኣርባዕተን ዓበይቲ ጀነራላት ናይ ትግራይ ሰማንያን ሽዱሽተን ናታቶም ደገፍቲ ወታደራዊ መኮንናት በቲ መሕዘዘራርባ ማለት እዩ ኣዝማቶም ዝተሰውእሉ ቆሰሉሉ ዝተጎደሉ ክሻዕ መወዳእታ ተኻታኻቲ ህዝቢ ትግራይ ብሃይማኖት ነዛ ኢትዮጵያ እዚኣን ነቲ ዝኣምነሉ ሃገርን ዝኸፈሎ መስዋእቲ ምስ ጣልያን ምስ ድርቡሽ ምስ ቱርኪ ከቢድ እዩ ተደጊሙ መፂኡ መሊሱ ኣብ ወያኔ ተሰሊሱ መፂኡ መሊሱ ኣብ ዝሓለፈ ዓሰርተ ሸውዓተ ዓመት ናይ ፀረ ደርግ ቃልሲ ተኸፈለ መስዋእቲ ብዙሕ እዩ። እዚ ሓቀኛ ታሪኽ እዚ ከይዝረብ ተደፊኑ እዩ። እንዳውም ተዛቢዑ ተዘሪቡን ተፃሒፉን እዩ። ንሕና ድማ ታሪኽና ተተፃሕፈ እውን ወይ ዘይነንህቦ ዘይንመሃሮ እንኽልከል ወይ ብዙሕ ዘይነትኩረሉ ኮይንና ፀኒሕና። እቶም ዓበይቲ እኳ ይፈልጥዎ እዮም። ስለዚ እቲ ትኽክለኛ ታሪኽ ምጽሓፍ ትርጉም ኣለዎ። ኣብ ወርሒ ዕስራ ዕስራን ሓሙሽተን መጻሕፍቲ ይሕተም ነይሩ ኣብ ኣዲስ ኣበባ መብዛሕትኡ ወይ ጸረ ትግራይ ወይ ናይ ሃይማኖት ተኸራርነት መጻሕፍቲ ኣብ ኣዲስ ኣበባ ዝሕተም ጥራሕ ይቁጸራ ነይረን ገሊኡ ይቁጸር ነይሩ ንቆጽሮ ነይርና ቆጺሮም ይነግሩና ነይሮም ዝከታተሉ ዕስራ መጽሓፍ ወይ ዕስራ ዳርጋ ኣብ ሰሙን ክልተ ወይ ሰለስተ መጽሓፍቲ እዩ ዝሕተም ነይሩ። እዚ ኩሉ ተወቂሩ ኣብ ርእሲኡ ብድሕረ ገጽ ብማሕበራዊ ሚድያ ማሕበራዊ ሚድያ ዝዝመት ዝነበረ ብቃል ዝዝመት ዝነበረ ብናይ ኣዲስ ኣበባ ናይ ውልቂ ጋዜጣታት ዝዝመት ዝነበረ እቲ ሕዚ ኣጋጢሙ ዝነበረ ሽግር ንዓሰርተታት ዓመታት ተሰሪሑ ናይ ኣርባዕተ ዓመት እዩ ተወቂጡ ተወቂሩ ሰሪጹ ኣትዩ ኣብዚ ኣርባዕተ ዓመት ናይ መወዳእትኡ ምዕራፍ በጺሑ እምበር ቅድሚኡ ዝተሰርሐ ስለዚ መጽሓፍ ምጽሓፍ እቲ ሓቂ ክፍለጥ ምግባር እሞ ብዛዕባ ትግራይን ቃልሲ ህዝቢ ትግራይን ብተጋሩ ጥራሕ ተፃሒፉ ዝህልዎ ተኣማንነት ክህሉ እዩ። ብተጋሩ ዝተፃሕፈ ንዘይኣምን ድማ ብደቂ ካሊእ ብሄር ከምቲ ሕዚ ካሳ ገይርዎ ዘሎ እንትፀሓፍ ነቲ ካሊእ ህዝቢ ዝሓሸ ተኣማንነት ኣለዎ። ጥቕሚ ኣለዎ። ከምዚኦም ዝበሉ የብዝሐልና ሓቂ ዝዛረቡ ሓቂ ዝዛረቡልና ዝፅሕፉልና። ሚኢቲ የፅልሙናን ይውንጅሉናን ይኾኑ። መበል ሚእትን ሓደን ጥሪ እንተጽሒፉልና ክልተ ሰለስተ ሓሙሽተ ዓሰርተ እንዳኾኑ ክኸዱ ክንሰርሕ ኣለና። ንሳቶም መጽሓፍቲ ንምጽሓፍ፣ ብሶሻል ምድያ ንምጽሓፍ፣ ፊልም ንምስራሕ ዘውጽእዎ ገንዘብ፣ ዝገብርዎ ጻዕሪ፣ ዝገብርዎ ርብርብ፣ ዝህብዎ ትኹረት ዓብዪ እዩ። ንሕና ብውድብ ደረጃ ባዕልና ኣይንጽሕፍ ብሰብ ኣይነጽሕፍ። ብመንግስቲ ደረጃ ከምኡ ተተጻሕፈ እውን ዘይንብብ ይበዝሕ ሽግር ኣለና። እቲ ናትና ታሪኽ እኮ ብደንቢ ኣይንፈልጦን ኩልና። ስለዚ ነዚ ሃገር እዚኣ ንክትህነጽ እዚ ህዝቢ እዚ ዝኸፈሎ ዋጋ ኣብዚ ዓሰርተ ሸውዓተ ዓመት ጥራሕ እዩ። ዕድመ ልክዑ ወይ ኣብ ኲናት እዩ ወይ ኣብ ድርቅን ኣብ ካልእ ተፈጥሯዊ ሽግርን እዩ። በዚ ተፈቲኑ ደኣ ሰጊሩ ወጺኡ እምበር ሓጺን ኮይኑ ብረት ኮይኑ ደኣ ወጺኡ እምበር ከም ወርቂ ተፈቲኑ ዘይምብርከኽ ዘይብገር ህዝቢ ደኣ ኮይኑ ወጺኡ እምበር ታወንቱ ንሱ እዩ ተዋግኡ ንሱ እዩ ብፈተና ዘይሓለፈሉ ዘመን የለን ህዝቢ ትግራይ ስለዚ ብዛዕባ እዚ ህዝቢ እዚ ዝጽሕፍን ዝዛረብን ሓቂ ዝዛረብ ሰብ ጀግናና እዩ። በዓል ውለታና ኢኻ ኣጆኻ በርትዕ ከማኻ ዝበለ የብዝሐልና ኣብ ጎንና ኣለኻ ከምቲ ኣብ ጎንኹም ኣለኻ ዝበልናዮ ንበሎ ንካሳን ንቤተሰቡን ኣብቲ ተጻሓፉ ገሊጾም እዮም እቶም ምሁራት ብጽቡቕ እዚ ምስ ልበወለድ ምስልካ መጽሓፍ ብዙሕ ጥቕሚ ኣለዎ ቅድሳቶም እቶም ጸሓፍቲ ከም ዝልዎ ናይ ታሪኽ ሰባት እውን ከም ዝልዎ ብደረቑ ክጸሓፍ ተሎ እውን ጽቡቕ እዩ ከም ኣካዳሚክ ጽሕፈት ከም ናይ ምርምር ጽሑፍ ነቲ ሕዚ ዝኒኤ መንእሰይ ድማ ሓጸርቲ ፊልም ሓጸርቲ ቪድዮ ሓጸርቲ ናይ ማሕበራዊ ሚድያ ፓራግራፋት ዝለመደ ድማ ዓብዪ መጽሓፍ ነዊሕ ግዜ ወሲዱ ከንብብ እንተኾይኑ ክስሕቦ ክኽእል ኣለዎ ተነባባይ ክኸውን ክኽእል ኣለዎ። ደስ ክብሎ ዝኽእል ከይተፈለጦ ታሪኽ ክመሃር እግረ መንገዱ ሓቂ ክፈልጥ እግረ መንገዱ መንነቱ ክፈልጥ እግረ መንገዱ ክትገብሮ እንተኾይንካ በዚ መንገዲ እዚ እውን ጠቓሚ እዩ ዝብል ሓሳብ ብዙሓት ሰባት የቕርቡ እዮም ካሳ እውን ከምኡ እዩ ገይሩ ብዛዕባ ኣሞራ ተጋዳላይ ዝተሰርሐት ፊልም ብዛዕባ ዞን ኩለን ክፍለ ጦራት ዝኩሉ ውግኣት ካብ ዝሰራሕናዮ ዜናታትን ዶኪመንተርን እታ ዝበለጸት ክትከውን ትዝራብ ሓደ ተጋዳላይ ሓላዊ ከፍቲ ዝነበረ ወዲ ገባር መሃይም ከምዙይ ዝበለ ጀግና ሂሮ ፈላጥ ጠበቓ ህዝቢ ፍትኽ ዘይበለ ቢድ ጸላእቲ ኣዲቡ እውን ክኸውን ከመይ ድዩ ነይሩ ተጋዳላይ ኢሉ እቲ መንእሰይ ብፊልም ስለ ዝረኣያ ብሓፂር ግዜ ብሓፂር ሰዓት ብቐሊል ብዝርድኦ ቋንቋ ብዝለመዶ መንገዲ ቀሺ ገብሩ ትብል ፊልም ናይ እታ ተጋዳሊት እውን ከምኣ ኣብ ጋዛ ኦፐረሽን ተባሂላ እውን ብፊልም መጺኣ ሓየሎም ከመይ ገይሩ መርሕዋ ከመይ ገይሮም እቶም ኣብኣ እተወፈዩ ተጋደልቲ ከመይ ገይሮም እቶም ኣብኣ ዝነበሩ እሱራት ወጺኦም በዚ መንገዲ እዚ እንተዘይ ምሂርናዮ በቲ ንሱ ዝቐሎን ዝርድኦን መንገዲ እንተዘይ ሓሊፍሉ እቲ ሓድሽ ወለዶ ክምሃሮ ይኽእል ነቶም ላዕለዎት ምሁራት ነቶም ዝመራመሩ ነቶም ብዙሕ ዘንብቡ ዝጽሕፉ ህድእ ኢሎም ግዜ ሂቦም ዘብሉ እቲ ብጥሪኡ ምጽሓፉን ብዝርዝር ብዕምቈት ምጽሓፉን ንዕኦም ሃቡ። ነቲ ብሓጺር ግዜን ብቐሊሉን ከም መዘናግዒ ርእዩ ክመሃሮ ዝድለይን ዝስማዕምዖን ግን በዚ መንገዲ እዚ ምጽሓፍ ይጠቅም እዩ ዝብሉ ብዙሓት ሰባት ኣለዉ። ካሳ'ውን በዚ መንገዲ እዚ እዩ ጽሒፍዎ ዝመስለኒ፣ በዚ መንገዲ እዚ እውን እዩ የርድኡና። ስለዚ ሃይላይ ቅድሚ ሕዚ ከምኡ ገይሩ ጽሒፉ ጽንዓት ዝብል። እግረ መንገዱ ናይ ስዩም የልዕል እቲ ቀንዲ ታሪኽ ግን እቲ ናይ ህዝቢ ትግራይ ታሪኽ እቲ ናይ ህወሓት ቃልሲ እዩ ኣብዚ እውን ቴስዓ ፐርሰንት ትሕዝቶ ናይቲ መፅሓፍ ከምቲ ሕዚ ዝነግሩና ዝነበሩ ሰሚዕኹም ኣለኹም ናይቲ ህዝቢ ታሪኽ ናይቲ ህዝቢ ቃልሲ እዩ ዝፀሓፍ ኣብቲኣ ጥብጥብ ይብላ ናይ ውልቀ ሰባት ኣብቲኣ መለስ ይለዓል ኣብቲኣ ስብሓት ይለዓል ኣብቲኣ ጥራ ተጋደልቲ ይለዓሉ ኣብቲኣ ናይ ሓራ መሬት ናይ ባይቶ ሰባት ሚሊሻ ግዛዕ ይለዓሉ ህያው ምእንቲ ክኸውን ተባሂሉ እዩ ከም ጥበብ እዮም መሪፀሞ ምርጫኦም ጽቡቅ እዩ ዝመስለኒ ካብኡ ዝተርፈ እቲ ናይ ሽሕን ትሽዓተን ስሳሳትን ትውልዲ ዝበሃል ሕዚ ይርገም እንዲ ዘሎ ይኹነን ይውገዝ እንዲ ዘሎ ንሳቶም እዮም ኣብዮታዊ ደሞክራሲ ኢሎም መደብ ጸላኢ ፈታዊ ኢሎም ፈልዮም ስርዓት እባ ግዛእ እባ ኢሎም ፈልዮም ዓንቀፅ ዓስ ሰላሳን ትሽዓተ እባ ናይ ብሄር ሕቶ እባ ግዛዕ ኢሎም ኣምፂኦም ዘምፅእዎ ጣጣ እዩ ነዛ ሃገር ከምዚ ገይርዎ ተባሂሉ እንድዩ ዝውንጀል ዘሎ ህወሓት ጥራሕ ኣይኮነን ናይ ስልሳታት ትውልዲ ከምቲ ወዲ ወርቂ ዝበሎ ናይ ስልሳታት ትውልዲ ኣብ ኩለን ብሄር ብሄረሰባት ኣለዋ ካሳ ኣብዚ መፅሓፉ እቲ ናይ ስልሳታት ትውልዲ እንታይ ኣወንታዊ ነገር ከም ዘበርከተ ፅሒፍዎ ኣሎ እንታይ ድኽመት ከም ዝነበሮ እውን ጽሒፍዎ ኣሎ። ክልቲኡ ካብቲ ድኽመቱ እንታይ ንምሃር ከመይ ንእርሞ፣ እቲ ጽቡቕ ነገሩ ድማ እንታይ ነይሩ ዘይንቕነቕ ዝመስል ዝነበረ ከም እግዚሄር ዝረኣዩ ዝነበሩ ንጉስ ሃይለስላሴ በዚ ዓመት በዚ ዘበን እዚ ክንቕነቕ እዩ ክወድቕስ ክውገድስ ይትረፍ ክትንከፍ ክድፈር እውን ይቑሩ ኢልካ ዘይሕሰብ ዝነበረ ስርዓት ንጉስ ስርዓት መሳፍንቲ ክውገድ ኣመራርሓ ዝሃበ እዩ እቲ ፈሰሳት ውድድር እዩ ምሁር ንመንእሰይ ሓደ ዓብዪ ኣስተዋፅኦ ክሳብ ሕዚ ኣብ መስፍነት ከም ነበረት ፅርግያ የለ መብራህቲ የለ ትምህርት ቤት የለ ዩኒቨርሲቲ የለ ክዘዕ ንምንታይ ዝርገፍ መሬት ንሓራሱ ኢሉ ነቲ ሓረስታይ ናብዚ ኩሉ ናይ ልምዓት ሕርሻ ናይ ክዛዕ እትዎ ዝኒሀ ናይ ስታታት ትውልዲ ዘልዕሎ ሕቶ እዩ ናይ ህዝቢ ሕቶ እዩ ናይ ብሄር ሕቶ ኢሉ ዘልዕሎ ክሳብ ሕዚ እውን ናይ ኢትዮጵያ ዋና ቀንዲ ተባራዒ ሕቶ ኮይኑ ዝቕፅል ዘሎ እዚ ናይ ብሔር ሕቶ ዝበሃል ሽዑ እውን ዋን ቀንዲ ተባራዒ ሕቶ ኢሉ ህወሓት ዘልዕሎ ቀንዲ ተባራዒ ሕቶ ንሱ ኣይኮነን ናይ መደብ ሕቶ እዩ ኢሎም ኢህኣፓ ዝረገፅዎ ንእሶም ዝረገፅዎ መወዲኦም ዝሰረኹ እታ ህወሓት ዝሓዛ ግን ክሳብ ሕዚ ትንብልብል ኣሎ ታሽ ታሽት እታ ናይ ብሔር ሕቶ እያ እታ ዋና ቁልፊ ኩለን ኣብ ዙሪያ እየን ዝኾናት መስመር ሒዙ ስለዚ ናይ ስሳታት ትውልዲ መስፍናዊ ስርዓት ተወግድ ደርግ ዝኣክል ሰው በላ ዘይንቕነቕ እቲ ዝሓየለ ሰራዊት ናይ ኣፍሪካ ሒዙ ዝነበረ ብሶቪየት ሕብረት ዝድገፍ ኣወጊዱ ሓረስታይ መሬት ክረክብ ገይሩ ናይ ዴሞክራሲ ጭላንጭል ኣጀሚሩ እዩ ዝኾነ ድኽመት ይሃለዎ ኣለዎ ዶ ዝኾነ መዓት ጌጋታት ፈፂሙ ክኸውን ይፍፅም መዓት ጌጋ እንዲ ዝፍፀም ኣብ ታሪክ ዋላ ኣብ ኣሜሪካ ሓስኻ ኢልካ ኣውሮፓ ሓድካ ካብቲ ጌሩ ትእርም ካብቲ ጽቡቅ ነገሩ ትምበል ስለዚ ናይ ስታሃ ትውልዲ ማለት እንታይ ማለት እዩ ዝብል ካሳ ብድፍረትን ብመረዳእታን ብትንተናን ኣቅሚጥዎ ኣሎ እቲ ጉድለቱ ከ እንታይ እዩ ብጣዕሚ ዝተኻረረ ፖለቲካ እዩ ተፈጢሩ። ሓንሳእ ብመስመር ዝተፈላለዩ፣ ሓንሳእ ብዝኾነ መንገዲ ዝተጋጨዉ፣ ሓንሳእ ዝተበጣጠሱ ተመሊሶም ኣብ ናይ ሓባር ንእሽቶይ ነገር እውን ብሓባር ምስራሕ ኣይኣብዮም። ምክእኣል ንዘስማዕምዕ ነገር ተዳቲኻ ምኻድ ይሽግሮም። ህልኽ ኣለዎም። ቂም ኣለዎም። ኣብ ዝሓለፈ እንዳቆጸርካ ምንባር ኣሎ ሕነ ምፍዳይ ኣሎ እዚታት ናይ ዝሓለፈ ናይቲ ሕብረተሰብና ባህሊ እውን እዩ ናይ ስሳታት ወለዲ ጥራሕ ኣይኮነን ናይተን ፓርቲታት ጥራሕ ኣይኮነን ንኣርም ተኸባቢርካ ምኻድ ብዴሞክራሲ መንገዲ ብስልጡን መንገዲ ብዘተ ብኣብ ዘራኽበካ ሓቢርካ ትሰርሕ ኣብ ዘፈላለየካ ድማ ብስልጡን መንገዲ ብሰላማዊ መንገዲ ትቃላለስ ዝብል ኣብ ኣውሮፓ ኣብ ኣመሪካ ኣብ ስልጡን ሃገራት ዘሎ ኣካይዳ ናብኡ ምብጻሕ ምስጋር ዝኣብየና ዘሎ እቲ ደሞክራሲና ሓንኮልኮል ዝብል ዘሎ ክልተ እዩ እቲ ምንጪ እቲ ምኽንያቱ ሓደ እቲ መስፍናዊ ሕብረተሰብ ዝኾነ ጉይ ኣፈላላይን ጎንጽን ዘይጸውር ብሓይሊ ዝፈተ ብቂም በቀል ዝኸይድ ካብኡ ውርሰ ኣለና ዘን ደርግ ድማ ነዚ የጋዲዱ ካብኡ ውርሰ ኣለና ካልኣይ እቲ ናይ ስልሳ ትውልዲ ምሁር ዝኹሉ ተኣምር ሰርሒ እንዳሃለወ ዝኹሉ ለውጢ ኣምጺእ እንዳሃለወ ንሱ እውን እዚኣ ወሪሱ ንሱ እውን ነንርእሱ ብጣዕሚ ዝተኻረረ ኮይኑ ቀጺሉ ሕዚ እውን ይቕጽል ትምህር ክራሩ ይጸልዎ እውን ነቲ መንእሰይ ነቲ ሓድሽ ወለዶ ካልኦት ድኽመታት እውን ኣሎ ክእረም ዝግብኦ ዝብል ድማ ይነግረና እዩ ስለዚ ካብቲ ጥንካርኡ እንታይ ንምሃር ካብቲ ድኽመቱ እንታይ ንምሃር ክልቲኡ ሚዛናዊ ዝኾነ መንገዲ ይነግረና ስለዚ ንምንታይ ብልበ ወለድ መልክዕ ኣቕሪብዎ ንምንታይ ብተናሳሳታት ትውልዲ ዝሰርሖ ጽቡቕ ነገር እውን ጉለቱን ካብኡ እንምሃሮ ነገር እውን ብዘርኢ መንገዲ ጽሒፍዎ። ካብኡ ድማ ንምንታይ እዚ ሓቂ እዚ ክፍለጥ ይግብኦ፣ ህዝብታት ኢትዮጵያ ንህዝቢ ትግራይን ንህወሓትን ከመይ እዮም ክርእይዎ ዝግባእ፣ ከመይ እዮም ክምስልዎ ዝግባእ፣ ካብ ጽላኣት፣ ካብ ወረ ወረ፣ ካብ ዘይፈልጥዎን ዘየጽንዕዎን ነገር ሰሚዖም ምድጋም፣ ወጺኦም ኣብ መረዳእታ ናብ ሓቅነ ምኽንያትን ተመስሪቶም ይርእይዎ ዝፈትሽዎ ሚዛናዊ ብዝኾነ መንገዲ ይርእይዎ ኢዩ ኢሉ። ከምዚኣ ኢሉ ክጽሕፍ ዝኽእል ሕዚ ሓቂ እዚኣ ሒዙ ወጺኡ ተደሊኹም እዚኣ ቁረጽዋ ክሳደይ ብሰይፊ ተደሊኹም መቑሕ ኣእትውለይ ዝብል ንባዕሉ ጥራሕ ዘይኮነ ዋላ ቤተሰቡ እውን ክበጽሖ ዝኽእል ሽግር እንዳፈለጠ ቤተሰቡ እውን ኣብ ጎኑ ደው ኢሉ ኣጆኻ ደሓን ከምኡ እዩ ባሕሪኻ ጣብያካ ንሓቂኻ ዶ ትስዋእ ምሳኻ ኣለና ኢሎሞ ይሰርሑ በዚ ምኽንያት እዩ እዚ መጽሓፍ እዚ ተተነበበን ተተምሃርናሉን ጽቡቅ እዩ ንዕኡን ንቤተሰቡን እውን ኣዕሪና ከነምስግን ደጊምና ከምዚኦም ዝበሉ እውን ከብዝሐልና ከምዚኦም ንዝበሉ እውን ክነተባብዕ ይግባእ ክብል እፈቱ።